ሰላም ሰላም ሕዋት ከመይ ትውዕሉ ኩሉ ሰላም ኮነልኩም ተስፋ እንዳገበርኩ ኣብዚ ቻነል እዚ ሳብስክራይብ ክትገብሩ ከዓ እንዳዘኻኸርኩ ማለት እዩ ናብቲ ናይ ሕጂ መደብ ከብለኩም ያ ኣብዚ ዝሓለፈ ሰሙን ኣብ መንጎ ደለይቲ ፍትሒ ብርቱዕ ቅጥዕ ቀኒ ንሱ ከዓ ብዛዕባ ኤርትራ ምስ ኢትዮጵያ ክትሕወስ ኣለዋን የብላን ዝብል ነዊሕ ዓመታት ገለ ዋላ ካብ ኣርባዓታት ጀሚሩ ጉዳይ ኣንድነት ወይ ከዓ ጉዳይ ኤርትራ ንኤርትራውያን ገለ ተባሂሉ ዝፍለጥ ጉዳያት ነይሩ። ኣብዚ ከዓ ሓዊ ሞጎስ ብዝሰርሖም ነበረ ወይ ከዓ ብዛረቦም ነበረ ዘረባታት ኣብቲ ምስ ሰልጠነ ከዓ ብፍላይ ዝገበሮ ክትዕ ካብኡ ተበጊሱ ዝተፈላለየ ኣብዚ ኣርእስታት ቀንዩ ማለት እዩ ኤንወይ ብዛዕባኡ ክንዘራረብ ኢና ሕጂ ናብቲ መደብ ከብለኩም። እዚኣ መጀመርያ ስምዖም እዚኣ እታ ምስ ሰልጠነ ዝተዛረባ እያ
ዓባይ ሃገር ንመስል ኣነ እዚ ክብል ኣለና ኢና ተዋሲብና ኢና እውን ዓባይ ሃገር ንመስል ኣነ እዚ ክብል ከለኹ እኮ ሰልጠነ ክነግረካ ገለ ሰባት ኢትዮጵያዊ እዩ መስሎም ኣነ ኢትዮጵያዊ ኣይኮንኩን ኤርትራዊ እየ ክነግረካ ወላ ሓደ ኣብ ኢትዮጵያ ይብለይ ካብ ሰራየ ድውለድ ብንዳቦይ ዓረዛ ብንዳደይ ዓደጋውል ምንም ድፈርሖ የብለይ ኤርትራዊ ኣነ ወላ ሓንቲ ኣብ ኢትዮጵያ ወላ ሓንቲ የብለይን ግን ሪኤዮ ምሽ ኣብዚ ኣብ ዓለም ታይ ይነብር ኣለኩ ኣነ ኣሜሪካ ምንም ዘይገበርኩላ የንብሩ ኣለዉ ተረዲካኒ ሓንቲ ዓባይ ሃገር ዘይትድፈር ኮይና ማለት እዩ ኣነ ንሱ ኣገባ ከመይ ምርኣካዮ ነርካ ዓዕ ሱዳን ኣነ ዓባይ ሃገር እያ ሕጂ ክትመስል ብዓይኒ ስምዓኒ ሰልጣን ኣወዳን ኣነ ብዓይኒ ረብሓይ ዓባይ ሃገር መስሪትና ዘይትድፈር ሃገር ጌርና ስደት ወዲ ስደት ኣትሪፍና እዛ ዓሰብ ክልቴና እንዳተጠቀምና ብቁጠባ ብኩሉ ሓያል ሃገር ንኩን እብል ኣለኩ ከም ካልኣይ ምርጫ ካብ እንጸክዎ ምስዚኦም ህዝቢ ክንጣፋእ ኣይኮናን ብኩናት ካብ ኩናት እንገለና ተሪፍና ዓባይ ሃገር ንመስርት። ያ ካብዚኣ እያ ትብገስ መስለኒ ሞጎስ ኣብዚኣ ምስ ሰልጠነ በቲ ዝገበሮ ኢንተርቪው ከምዚ ክትሰምዕዎ ዝፀናሕኩም ብዛዕባ ምስ ኢትዮጵያ ምሕዋስን ዓባይ ሃገር ምስራሕን ገለ ምስ ተዛረበ ብዙሕ ነድሪ ነይሩ ኣብዚ ደንበ ፍትሒ ማለት እዩ ሕጂ ኣነ ከዓ እንታይ ክብል ድደሊ መጀመርያ መጀመርያ ኣነ ሰለስተ ነገር ክብል እደሊ ማለት እዩ ሓደ ካኣ እሱ እንታይ እዩ ንሕና ከም ደለይት ፍትሒ ወይ ካኣ ምናልባት ከም ኤርትራውያን መጀመርያ ዝኾነ ሰብ ድላዩ ናይ ምባል መሰልን ሓሳብን ከም ዘለዎ መጀመርታ ሰብሲ እዚ ሓሲብካ እዚ ዶ ትብል እዚ ዶ ትሓስብ ኢልካ ምጉብዕቧዕ ምፍርራሕ ምስቲ ሓሳብ ዋላ ኣይትሰማማዕ እዚ እኮ ሓሳብ እንዲ ሞጎስ እኮ ሓሳቡ እዩ ዝገልጽ ዘሎ ዋላ ምስቲ ሓሳቡ ግን ኣይትሰማማዕ ብውሕዱ ንስኻ ከዓ ናትካ ሓሳብ ትህብ ተቃውሞኻ ትገልጽ ተደይ ኮይኑ ግን ንምንታይ ከምዚ ትሓስብ እዚ ዶ ትብል ኢልካ ኣብ ልዕሊ ዝኾነ ሰብ ምጉብዕባዕ ምፍርራሕ ከምዚ ቀደም ሻዕብያ ን ከምዚ ሻዕብያ ኣብ ቴስዓታት ሰብ ዘፈራርሕዎ ነበሩ ወይ ከዓ ኣብቲ መጀመርያ ክልተ ሽሓት ገለ ከም ሓደ ነውሪ ተራእዩ ኤርትራ ምስ ኢትዮጵያ ክትሕወስ ኣለዋ ምባልሲ ከም ሓደ ፈጺሙ ዘይሕሰብ ገበን ነውሪ ገለ ተራእዩ ኣብ ዝኾነ ሰብ ኣብ ልዕሊ ዝኾነ ሰብ ምጉብዕባዕ ከውርድ ጉቡእ ኣይኮነን ማለት እዩ። እስኻ ሰብ ናቱ ሓሳብ ህብ፣ እስኻ ከኣ ናትካ ሓሳብ ትህብ። ምኽንያቱ ሃገር ረብሓ እያ ነው፣ ሃገር ሓሳብ እያ። ታሽሚ ኣይኮነትን፣ ሃይማኖት ኣይኮነትን፣ ወይ ከምዚ እምነት ኣይኮነትን። ንኹልና ክትጠቅም ከም ትኽእል ንኹልና ክትጠቅም ብትኽእሎ ከተርብሐና ድትኽእሎ እንታይ ትኹን ክንዘራረብ ኣለና ሽዑ ነናትካ ሐሳብ ትህብ ኣብ መወዳእታ እቲ ድሰራሕ ክሰርሕ እዩ እቲ እቲ መጻኢ እኮ ክንርኢ ኢና እቲ ድሰራሕ ክሰርሕ እዩ ግን ከምዚ ንነግረኩም ደለኹ ሃገርሲ ሐሳብ እያ ንኹልኻ ተርብሕ ሐሳብ ተዘይኮይኑ ግን ከምዚ ኣባሓጎይ ዝገደፈለይ ሰዓት እያ በቃ እዚኣ እታ ሽሙ ኣይገብራን እያ ኣነ ገለ ኢልካ ከም ሃይማኖት ወይ ከዓ ከም ሓደ እምነት ርኢኻ ግን ንዝኾነ ሰብ ብዛዕባ ዝተፈለየ ሓሳብ ሂብካ ገለ ኢልካ ምጉብዕባዕ ታእሽሙ ይኮነ ያ ሓደ እዚ ማለት እዩ ምክንያቱ ከምዚ ነግረኩም ደሎ ኮይና ሃገር ካብ ረብሓ ወፃኢ ካልእ ወላ ሓንቲ ወላ ሓንቲ ታእሽሙ ዝበሃል የብላ ካልእ ወላ ሓንቲ ካልእ ወላ ሓንቲ ጥቕምስ የብላን ሃገር ንህዝብታት ከተረብሕ ኢኻ ትሰርሓ ኤርትራ ከ ኣርቢሓትና ዶ ኣየርባሓትናን ድሕሪና ወላ ሓንቲ ኣየርብሐትናን ኦኬ ንቐፃሊ እንታይ ይኹን ክንዘራረብ ፅቡቕ እዩ ልክዕ ከምዚ ተጋሩ ሕጂ ዝዘራረብዎ ብዛዕባ ሃገሮም ማለት እዩ ተደይ ኮይኑ ግን ዝኾነ ሓሳብ ነውሪ ዝበሃል ሓሳብ ግን የለን ምክንያቱ ኤርትራ ንዓና ኣብዚ ምድሪ እዚ ክትጠቕመና ደኣ ኢና ንደልያ እምበር ኤርትራ ናብ መንግስተ ሰማይ ሒዝናያ ከይድና ፅባሕ ንጎ ወይ ከዓ ኣብ ፍርዲ ናይ እግዚኣብሔር ትሕግዘና ገለ ኣይኮነትን ኣብዚ እዩ ዝውዳእ ጉዳያ። ኣብዚ ከኣ ብሰላም ክንነብረላ፣ ክንረብሐላ፣ ክንዓብየላ ኣብዚ ኣብዚ ምድሪ እዚ ንደልያ ማለት እዩ። ስለዚ ሰብ ከምዚ ሞጎስ ድበሎ ኣይኮነን ኤርትራ ኣብ ሓሙሽተ ክትመቃቀል ኣለዋ ንድብል ሰብ ከማን ድሕር ዝተፈለየ ርእይቶ ኣለካ ኖኖ እዚሲ ኣየዋጻናን እዩ እዚ ኣየርብሐናን እዩ ኢኻ ደኣ ክትብል ደለካ እምበር ንዝኾነ ሰብ ከምዚ ሓሲብካ ኢልካ እንድሕር እንድሕር ተጉባዕቡዕሉን ተፈራርሑን ኣለኻ ካብቲኣ ሻዕብያ ዝሰርሕዋ ሓንቲ መፍርሒ ዝኾነት ሃገር ንቐጻሊ ከማን ወላ ሓንቲ ጥራይ ሽሚንቶ ካብኣ ተሓይሲ ኣይትፈጥርን ኢኻ ማለት እዩ ኦኬ ኣብዚ ሓደ ሰብ ክሓተካ ዶ ይብለኒ ኣሎ ኦኬ ጽቡቕ ምናልባት ትሓተ እንተልያ ሓተኒ ኢኻ ምናልባት ሓሳበይ ክውድእ ሽዑ ደስ ዝበለኩም ድሕሪ ሕቶ ኣለኩም ከኣ ኣብዚ ክሰሚዐ ጸገም የብሉን ማለት እያ ካልእ ገለ ሰባት እንታይ ዝብሉ ኣለዉ መሲልኩም ከም በዓል ሜሮን ሓደ መሓሪ ገለ ድበሃል ኣብ ኣሜሪካ ደለኹማ ንሪኤ ነይረ ዋጋ ድተኸፍላ ዋጋ ድተኸፍላ ገለ ብሉ ያ ኢሶኬ ንምንታይ እቲ ዋጋ ተኸፊሉ ንምንታይ ንሕና ክጥዕመና ንሕና ክንረብሕ ኢዩ ዋጋ ተኸፊሉ እምበር እቲ ዋጋ ስቕ ኢሉ ኣብ ኣብ ህዋ ተንጠልጢሉ ዋጋ ተኸፊሉ ገለ ተባሂሉ ንመፈከር ንዘልኣለምሲ ንመፈከር ንኸውን ኣይኮነን ክጥዕመና ኢዩ ዋጋ ተኸፊሉ ጥዒምና ዶ ኣይጠዓመናን ኣብዚ ኢና ክንዘራረብ ዘለና ንሕና እቲ ካብ ሃገር ክንረኽቦ ንኽእል ረብሓ ረኺብና ዶ ኣይረኸብናን ስለዚ ዝኾነ ሰብ ሎሚ ከምዚ ሞጎ ዝሓስቦ ዘሎ ክሓስብ ይኽእል እዩ ምክንያቱ እዚ ዝመፀናዮ ኣመፃፅኣን እዚ ዘለናዮ ሃለዋትን የሕስብን ፈረቃን እዩ ያ ሓደ እዚ ኦኬ ካልኣይ ካልኣይ ክዛረበሉ ዝደሊ ከዓ እንታይ መሲልኩም ንሕና ከዓ ንሕና ኣብ ዝተረጋገእ ኩነታት ኮይና ኣይኮናን ከምዚ ንሓስብ ዘለና መቸም ሰብ ፈቲ ይኮነን ኣብዚ ተሓሳስባ ዝበፅሑ ንሕና ከዓ ሲ ኤርትራውያን ሓደ ጥዑይ ስርዓት ሃሊና ኣብ ዝተረጋገእ ኩነታት ሃሊና ሲ ሽዑስ ንሕና ንእሽተይ ሃገር ኢና እሞ ክንዓቢ ከኣ የድልየና እዩ ምዕባይ ጽቡቅ እዩ ስለዚ እንታይ ምስ ኢትዮጵያ ሓቢርና ዓባይ ሃገር ዘይንኸውን ገለ ኣይኮና ንብል ዘለና ንሕና ኣብ መግዛእቲ ኮይና ኢና ከምኡ ንብል ዘለና ኣብ መግዛእቲ ይርድኦኩም ኣሎ ኣብ መግዛእቲ ናይ ሻዕብያ ሰላሳን ገለን ዓመት መከራና በሊዕና ብዝኾነ ይኹን ሓይሊ ለውጢ ይምጻእ ኣብ ኤርትራ ኢልና ሃንቀው ኢልና ንጽበ ዘለና ሰባት ኢና ብዛዕባ ማሲ ከምዚ ሞጎስ ዝዛረቦ ዘሎ ሓሳብ ዘለዎም ሰባት ማለት እዩ ያ ስለዚ እንታይ ክብል ድደሊ እቲ ናይ ቀዳምነት ቀዳምነት ክኸውን ዝግባእ ኣብ ኤርትራ እቲ ናይ ቀዳምነት ቀዳምነት ህፁፅነት ዝጠልብ ለውጢ ኣብ ልዕሊ ሻዕብያ እዩ ቅድሚ ብዛዕባ ንዓይ ማለት እዩ ቅድሚ ብዛዕባ ዓባይ ሃገር ምስ ኢትዮጵያ ምዃንን ዘይምዃንን ከማን እቲ ናይ መጀመርያ ዝመፅእ ጉዳይ እንታይ መሲልኩም ኣብ ኤርትራ ድሳቀዩ ዘለዉ ኣብ ኤርትራ ኣብ ትሕቲ ሻዕብያ ድሳቀ ዘሎ ኣሽሓት ኣማኢት ኣሽሓት ሰባት ኣብ ጎዳጉዲ ኮይኖም ድሳቀዩ ዘለዉ ንዓይ ናይ ቀዳምነት ቀዳምነተይ እዚኦም እዮም ቅድሚ ብዛዕባ ዓባይ ሃገር ምግባርን ብዛዕባ ኤርትራ ንኤርትራውያንን ምባል ማለት እዩ ኦኬ ብዛዕባ እዚኦም ንዛራረብ ሕጂ እንታይ ንግበር ኣብ ኤርትራ ሲ ኣሽሓት ኣሽሓት ሰባት ዘድሕኖም ዝጽበዩ ኣለዉ ኣብ ጉድጓድ ዘለዉ ኣሕዋት ኣለዉ ብዛዕባ እዚኦም እንታይ ንሓስብ ኤርትራውያን እቲ ስርዓት ከውፅኦም ኣይከኣለን ኦኬ ንሕና ከም ኤርትራውያን ተቓሊስና ከነውፅኦም ኣይከኣልና ኦኬ ሕጂ እንታይ እንታይ ይኹኑ እዚኦም እዚኦም ሰባት እዚኦም እንታይ ይኹኑ ብምንታይ ክወፁ ይሓስቡ? ኣነ መጀመርያ ናተይ ሓሳብ እዚኦም እዩ። ቅድሚ ኣብ ኤርትራ ፅባሕ ንጎ እንታይ ዓይነት ስርዓት እዩ ክመፅእ፣ ፅባሕ ንጎ እንታይ ኢና ክንከውን፣ ክንረብሕ ዲና ኣይንረብሕ ዲና ገለ ብሂወት ከነርክቦም እንደሊ ኣሽሓት ኣማኢት ኣሽሓት ዜጋታት ኣለዉ ኣብቲ ሃገር። እንታይ ንግበር ብዛዕባ እዚኦምስ እንታይ ንግበር እንታይ ንግበር ሰብ እኮ ኣዲኡ ብሂወት ከርክባ ይፅበ ኣሎ ኣዲኡ ካያ ሃገሩ መን ኢኻ ስኻ ንገለ ሰባት ናይ ኤርትራ ጉዳይ ብዛዕባ ኢትዮጵያ ወደብ ክትረክብ ድያ ኣይትረክብን እያ ዓሰብ ይግባኣ ድዩ ኣይግባኣን እዩ ገለ እዩ ንገለ ሰባት ካልእ ካብኡ ዝዓምቕ ናይ ስድራ ቤት ጉዳይ ኣለዎም ኣነ ሕጂ ብዛዕባ ጂፊፍቲን ገለ ኣይኮንኩን ዝዛረብ ዘለኹ ወይ ምናልባት ብዛዕባ ገለ ኣይኮንኩን ዝዛረብ ዘለኹ ኣብ ኤርትራ ኣብ ጎዳጉዲ ዝሳቐ ደሎ ኣብ ሰለስተ ሚእትን ሱሳን ጎዳጉዲ ዝሳቐ ደሎ ለውጢ ብደቓይቕ ዝፅበ ደሎ ህዝቢ ግን ኣሎ ብዛዕባኡ ሲ እንታይ ኢና ንሓስብ ኤርትራውያን ኣብቲ ናይ ትግራይ ኩናት ብትግራይ ድመፅእ ለውጢ ኣይንቕበልን ኢና ይብሉ ነይሮም ብዙሓት ሕጂ ብኢቶፕያ ድመጽእ ለውጢ ኣይንቅበልን ኢና ይብሉ ኣለዉ ኢትስ ኦኬ ከምኡ ክትብል እኮ ዓቅሚ እንተለካ እኳ ጽቡቅ እዩ ዓቅሚ ሃሊካ እስኻ ባይታ ሃሊካ ቁጠባ ሃሊካ ዝተወደነ ናይ ቃልሲ መስመር ሃሊካ ኣብ ዝሓጸረ ግዜስ ክንጭቡጦ ንኽእል ኢና ትብሎ ሓሳብን መገድን እንድሕር ኣለካ እኳ ጽቡቅ እዩ ተለይ ኮይነ ከምዚ ንሕና ፋሕፋሕ ኢልናያ ዘለና ኣብ ስደት ሓይልና ተመቃቂሉ ፋሕፋሕ ኢልና ባይታ የብልናን ዓቅሚ የብልናን ሰራዊት የብልናን ሽዑስ ብምንታይ ለውጢ ክነምጽእ ንሓስብ ነቲ ኣብ ትሕቲ ሻዕብያ ኮይኑ ለውጢ ብደቃይቅ ዝጽበ ዘሎ ናይ ሞትን ሂወትን ኩነታት በጺሕዎ ዘሎ ኣብ ጎዳጉዲ ዘሎ ኣሽሓት ካይኖ ብዛዕብኡስ እንታይ ንሓስብ። ኣነ ኩሉ መዓልቲ በዚኣ እየ ዝሓስብ ለውጢ ብምንታይ ይምፃእ ብሰማይ ይምፃእ ብምድሪ ይምፃእ ብኣይሲስ ይምፃእ ብኢትዮጵያ ይምፃእ ብትግራይ ይምፃእ ምእንቲ እዚኦም ሰባት እዚኦም እንዳሓሰብኩ ኩሉ ግዜ ለውጢ ይምነ ንኤርትራ ማለት እዩ ያ ንዓይ እቲ ናይ ቀዳምነት ቀዳምነተይ እዚ እዩ ከምዚ ዝነግረኩም ዘለኹ ማለት እዩ ሽዑ ብድሕሪኡ ብድሕሪኡ ከዓ እንታይ ትደሊ ማለት ኣብቲ ኣብቲ ኣብቲ ጉዳይ ሃገር እንታይ ትደሊ ወይ ከዓ እንታይ ትሓስብ እንድሕር ኢልኩም ከዓ እቲኣ ሳልሰይቲ ነጥቢ ከዓ ኣነ ምዕባይ ይፈቱ ኦፍኮርስ ማለት ዶብ ማለት ድኽነት ኢለ ይኣምን ተዓቢኻ ፅቡቕ ኢለ ኣምን ብመንፅር ብምንታይ ርየ ብመንፅር ረብሓ ናይ ህዝብታት ርየ ምዕባይ ማለትሲ ምርባሕ ማለት እዩ ኢለ ይኣምን። ስለዚ ኣሽንኳይ ዓባይ ትግራይ ኣሽንኳይ ዓባይ ኢትዮጵያስ ኣነ ኣፍሪቃ ምልእቲ ዶብ ዘይብላ ኣፍሪቃ ምልእቲ ይደሊ ኦኬ ግን ቅድሚ ኩነ እንታይ ሽሙ ከ ኣለኒ ማለት ገለ ዕቃበታት ከ ኣለኒ ንኣብነት ኢትዮጵያ ሕጂ ከምዚ ደላቶ ናይ ብሄር ፖለቲካ እንዳተኸተለት ናይ ዜግነት ዘይኮነሲ ናይ ብሄር ፖለቲካ ዳተኸተለት ኩሉ ወዲ ሃገር ማዕረ መሰልን ማዕረ ተሰማዕነትን ኣብ ዘይብሉ ኩነታት ሽዑ ሓንቲ ዓባይ ኢትዮጵያ ፈጢርካ ንኹልና ነቶም ኤርትራውያንን ኢትዮጵያን ሽማ ተደሊኻ ዓባይ ኤርትራ በላ ተደሊኻ ዓባይ ኢትዮጵያ በላ ግደድላይካ ግን በዚ ዘሎ በዚ ዘሎ ማለት በዚ ዘሎ ናይ ፖለቲካ ኣመራርሓ ኣብ ኢትዮጵያ ሸውዓንተ ዓባይ ሃገር ፈጢርካ ንኹልኻ ደቂ ሃገር ማዕረ መሰልን ማዕረ ማዕረ ክብርን ዋጋን ተዋሂብካ እንድሕር ዘይትኸይድ ኮንካ ኣነ ኣይመርፆን ኣነ ግን ኩሉ እዚ ብ ኤርትራን ኣብ ኢትዮጵያን ዘሎ ልክዕ ከምዚ ከምዚ ናይ ምዕራብ ሃገራት ልክዕ ከም ዝተባብዓ በዓል ኣሜሪካ በዓል ዓዲ እንግሊዝ ኩሉ ሰብ ብዜግነት ማዕረ ኮይኑ ዝነብር ሰብ ስለ ዝኾነ ጥራይ ተኸቢሩ ዝነብር ከምኡ ኾንካ ግን ኣነ ካብ ኤርትራ ንላዕሊ ሓንቲ ኤርትራን ኢትዮጵያን ተሓወሰት ዓባይ ሃገር ይደሊ ያ ግን ከምዚ ነግረኩም ዘለኹ ማለት እዩ ሰብ ሽዑሲ ተወዳዲሩ ዝዓብየላ መን እዩ ትግራዋይ ድዩ ኤርትራዊ ድዩ ኦሮሞ ድዩ ኣምሓራይ ድዩ ገለ ዘይብላ ኢትዮጵያዊ ድዩ ኤርትራዊ ብምዃኑ ሰብ ብምዃኑ ጥራይ ተማሂሩ ተወዳዲሩ ሰሪሑ ዝዓብየላ ሓንቲ ዓባይ ሃገር ይደሊ። እዚ ብምንታይ እየ ዝደልዮ ብዓይኒ ረብሓ ርኤ እየ ዝደልዮ። ዝኾነ ከምዚ ክትሓስብሲ ዝኾነ ካልእ ዕላማሲ ኣየድልየካን እዩ። ኣዴኻ ኢትዮጵያዊት ምዃና የድልያ ኣቦኻ ኦሮሞ ምዃና የድልዮ። እዚ ብዛዕባ ሓሳብ ኢና ንዘራርብ ዘለና ብዛዕባ ረብሓ ኢና ንዘራርብ ዘለና። ያ ናተይ ሓሳብ እዚ ይመስል ማለት እዩ እቲያ ቀዳመይቲ ዝበልኳ ግን እታ ቀንዲ ከስምረላ ደለያ ንዝኾነ ሰብ ይትረፍ ይትረፍ እዚ ምድንዳን ግደፍዎ ከምዚ ሻዕብያ ቀደም ንሰብ ደፈራርሑ ድነበረስ ሎሚ ከዓ ኣብዚ ደንበ ፍትሒ ንዝኾነ ሰብ እዚ ሓሲብካ እዚ ኢልካ ኣንድነት ኢኻ ትብል ኣዴኻ ከምዚ ገለገለ ድብል ኢልካ ንሰብ ከምዚ ዶ ትሓስብ ገለ ድብል ምጉብዕባዕ ፈጺሙ ፈጺሙ ፈጺሙ ክተርፍ እዩ ደለዎ ኣብ ታይ ሽምካ እቲኦም ከምኡ ጌርኩም ከተባግብዑ ከተግባዕብዑ ትደልዩ ኣብ ኣብ ትበጽሕዎ የለን ተፈራርሕዎ ድበሃል ሰብ ከኣ የለን ሃገር ሓሳብ እያ ብዛዕባ ረብሓታትና ከኣ ንሓስብ ትሓስቡ ንሓስብ ትዝመጽ ከኣ ሓቢርና ንሪኦ ኩልና ማለት እዩ Thank you ካልእ ኣብዚ ክሓተካ ዶ ዝበልካኒ ኣኽሊሉ ካሕሳይ ነይሩ ቅድሚ መደብና ምዕጻውና ክትሓተኒ ትደሊ ነገር ድሕር ኣሎ ክታሽ ምግብ ክሰምዓካ ደስ ብለኒ ያ እዚ ብዛዕባ ኢትዮጵያ ንባዕላ ኣብ ማስ ኣብ ኢትዮጵያ ንባዕላ ሲ ኣብ ኣብ ምፍንጫል ዘላ ኣብ ውድቀት ትርከብ ሃገር ገለ ኢሎም ብዙሓት ዘቕርብዎ ሓሳብ ኣለዎ ኣነ ነጊረኩም እየ እቲ ናይ መጀመርያ ናተይ ድሌት ሕጂ ብዛዕባ ንዓይሲ መጀመርያ ዝመጸንስ ብዛዕባ ሕጂ ዓባይ ኢትዮጵያ ብዛዕባ ኤርትራ ዶ ትሕሸና ገለ ኣይኮነን እብለኩም ኣለኹ ኣብ ኤርትራ ሰብ ኣሎ ሰብ ብዛዕባ ድሕንነት ብሂወት ከተርክቦ ዘለካ ሰብ ኣሎ ብዛዕቡ እዩ ናተይ ናይ መጀመርያ ሓሳብ እቲ ለውጢ ብመን እመጽእ ብዘየገድስ ማለት እዩ ኦኬ ብድሕሪኡ ከዓ ብድሕሪኡ እዛ ዘላ ኢትዮጵያ ከምዚ ሎሚ ደላ ኢትዮጵያ እሞ ሽንኳይ ንኤርትራ ጠርኒፋ ኣይኮነትን ንባዕላ ከማን ርእሳ ክትክእል ዘይከኣለት ገለገለ ድብሎ እዚ ንዓይ ካልኣይ ግን ነጊረኩም ከዓ ሽዑኣዊ ከዓ ኣብ ዝተረጋጋእና ኩነታት ኮይና ከዓ እንታይ ትሓስብ ወይ ከዓ እንታይ የዋፅእ ድሕሪ ኢልኩም ከዓ ከምዚ እነግረኩም ዘለኹ ናይ ዜግነት ሃገር ትገብር ንኩሉ ማዕረ መሰል እትህብ ሃገር ድሕር ትከውን ኮይና ከምኡ ዓይነት ፖለቲካ ድሕር ተፈጢሩ ወይ ከዓ ከምኡ ክንፈጥር እንድሕር ክኢልና ኣነ ይሰማምዐሉ ማለት እዩ። ሕጂ ግን እቲ ናተይ ቀዳምነት ቀዳምነት እዚ ዝነግረኩም ዘለኹ ኣነ ኣብ ኡጋንዳ ኮይነ ኣብ ጥዑም ሂወት ኮይነ ኣብ ካናዳ ኮይነ ኣብ ኣሜሪካ ኮይነ ኣብ ኤርትራ ኣብ ጎዳጉዲ ንዘለዉ ሰባት ለውጢ ብመን ይመጽእ ኣነ እንታይ ሽሙ ክገብረሎም ኣይደልን እየ ኣይደልን እየ ማለት ሲ ድሕር ናይ ብሓቂ ናብ ነብስና ኣምፂናያ ከዓ ማለት እዩ መን እዩ ካባኹም ሲ ውላዱ ጓሉ ተኣሲራ ከድሕና ንዝደልስ ነኖ ኣነ ብኣኻ መገዲ ኣይደልን እየ ብናትካ መገዲ ሲ ኣይደልን እየ ኣየድሕናን እየ ንጓለይ ኣየገድሰንን እዩ ካባኻ ንላዕልስ ህይወት ናይ ካብ ህይወት ናይ ጓለይ ንላዕሊ ሲ ንዓኻ ይጸልእ ድብል ሲ መን እዩ ካባኹም ያ ኦኬ ምናልባት እንድሕር ኣለኻ ኮንካ እቲ ወዲ ክታእሽም ክገብሮም ዘለኹ ክሓተካ ዶ ድበለኒ ነይሩ እሞ ያ ምናልባት ኦኬ ወይ ከዓ ሓራይ ድሓን እንድሕር ካልእ ሕቶ ዘለዎ ሰብ ካሎ ከዓ ሰምዖ ደስ ይብለኒ ማለት እዩ ያ ኣብዚ ክሓተካ ዶ ዝበልካ ነርካ ወይ እውን ምናልባት ድሓን ቅድሚ መደብና ምዕፃውና ብዛዕባ እዚኣ ክብል ይመፅ ነዊሕ ዝኸይድ ናይ ላይቭ መደብ የብልናን ግን ድሕር ደሊኹም ናይ ሕቶን መልስን ድሕር ደሊኹም ግን ከምኡ መደብ ክንሰርዕ ንኽእል ኢና ክንዘራረብ ንኽእል ኢና ሕጂ ምናልባት ዝወዲ ግን ሓሳበይ ክውድ ኢለ ስለ ዝነበርኩ እየ ኣፅንሐ እሞ ምናልባት ድሕር ኣለኻ ኣኽሊሉ ካሕሳይ ንዓኸ እየ ዝፅበ ዘለኹ ተደይ ኮይኑ ግን እንታይ ሽሙ ክንገብር ንኽእል ኢና መደብ ክንገብረላ ንኽእል ኢና ናይ ነዊሕ ማለት ንሰዓት ገለ ዝኸይድ ድሓር ኣብኡ ዋላ ክዕድመኩም እኽእል እየ ተኣትዉ ኣብዚ ላይፍ ተኣትዉ ንዘራረብ ማለት እዩ ደስ ብለኒ ክንዘራረብ ኣለና በቃ ኣነ ከምኡ እየ ድብል ኣለኹ ንዘራረብ ንዘራረብ ፅቡቕ ደስ ብለኒ ኦኬ ደሓን ምናልባት የለን መስለኒ ኤንወይ ደሓን የለን መስለኒ ከምዚ ነግረኩም ዘለኹ ካልኦት ኣብዚ ያ ኣብዚ ፅሑፍለይ ኣለዉ ንዓ ግን መደብ ጌርና ኣብዚ እንድሕር ብፍላይ ፍቓደኛታት ኮንኩም ማለት እዩ ዋላ ብቪድዮ ይትምፅኡ ግን ብድምፂ ኣብዚ መፂኹም ክንዘራረብ ፍቓደኛታት ተኾንኩም ከዓ ብዛዕባኡ ክንበሃል ደስ ብለኒ ማለት እዩ ቴንክ ዩ ንሕጂ ዝነበርና መደብ እዚ እዩ ኣብዚአን ሰለስተ ነጥቢ ክዛረብ መፀ ፅባሕ ድሕር ደሊኹም